ካብቲ ሜስ ድዩ ካብ ወንበሩ ክፍ ምስ በሉ ኩላቶም ድሰኽሩ ይብል። ኡይ ነብል ግዜ ኢና በጽሕና ኣለና ኡይ በሉ። መጀመርያ ህዝብኹም ሰብስቡ ክብሪ ንኽልኢኩም። ዋትሳፕ ፋሚሊ This is Sonkul Mololo on the stage. We are back again. ሰላም We are back! ሰላም ሰላም ናማርኪ እጅ ድቤተሰብ ሃማቃ ናኻትኩም Salo, salo.
ማማዓ ናኻትኩም እንደገና ተመሊስና መፂና ኔና ሎም ዓንቲ ሓሪፍ ሓሪፍ ዝኾነ ቪዲዮታት ሒዝናልኹም መፂና ኔና ስራሕ ጥዕና ክረምቲ ከመይ ሒዙኩም እኒኦ ኩሉ ነገር ክምችየልኹም ካብ ልበይ ካብ ልበይ እየ ልሙነ ላኹምና ሓለይቲ እንደገና ብጣዕሚ ብጣዕሚ ክብረት ይሃበልና ነገር ግን ቪው ይነስሎ በዛኻትኩም ሼር ላይክ ብምግባር ናብ ብዙሓት ሰባት ክባፅሕ ግበርለ ኢኹም ሰንኩል መለሎኦን ስቴጅ

ታይ ይባሃል ኸዚ እዚ ኣነ ብዚ ዕድመይ እዚ ብይ ናተጫወትኹስ እምበረኸኸኸ ኸመይ እዩ ኽኢልዎ እዚ ቆልዓ ትሪእዎ ኣለኹም ኸመይ ተምበርኪኹ ኸም ደሎ እዚ ቆልዓ ብሱ ካበይ ኣምፂእዎ ይባሃል ኸዚ ድዩ ሰብ ናኑ ማህፀን ናሃለየ ለ ብደንቢ ገይረ ኤክስፕሪንስ ገይረ ይብሉ ትምህርቲ ቤት ተጥፍእ ተለኻ ጥራሕ ልምብርከኽ እዩ ልመስለኒ ጭራሽ ልፍቕሪ ልግዛምዛ ልምብርከኽ መሲሉለይ ይስምዐኒ ኣነ ብዚ ዕድመ እዚ ብይ ይጫወት ኣለኹ እሱ ብዚ ዕድመ እዚ ታይ ይገብር ኣሎ ረእይዎ ታይ ይባሃል ኸዚ እዚ ናበይ ኢና ንኸዶ ብሱር ታይ እየ ልገብሮ ኣነስ ብስራነስ መርገም ዶ ነይሩ ንትብሉ ታይ ማዓቱ ሓደገ የዋፀካይ ምስ ዓበካ ከም ማሕመድ ትገብር ማለት እዩ ምስ ዓበካ ብስሩ ኣጓላት ይምሓረን ብሂወተይ ሓዚነ እሞ ናበይ ደኣ እሞ ክንኸድ እዚ እኮ ገጢምና እኒኦ ኣበይ እኒኦ ከዓ ነለ ምርከ ከልኸኸ በቃ ዲያ ንዕድመ ልክዐይ ዕድምኒ ምኮይነ ቀሪ በቃ ብዙሕ ዕድመ እዚ ከምዚ ምርከኽ

ንመርዑት እኮ ዝውዝንዮ ብክንደይ ተኣምር እኮ ኢና ነለማምዶም መርዑት ልሶ ኢልካም ኢሉ ትጥይቕ ተሎ ዊልዩ ሜርሚ ኢሉ ትጥይቓ ተሎ እኮ ብክንደይ ተኣምር ኢና ንመርዑት ነለማምዶም ኣታ ንዓ እዚ ሓንቲ እግርኻ ብዚ ግበራ እዚ ሓንቲ እግርኻ ብዚ ግበራ ንዓና ማለት እዩ እዚ ግን ኣብዚ ዕድመ እዚ ዝረእይዎ እዚኣ ሰወዳና ከዚ ኣሕ ኣሕና ንዓኻ ልኾን በርበረ እዩ ተሳኢኑ እኒኦ ኢሎም ዘን ንዓኹም ልኾን በርበረ ልፍቕሪ ኢልካ ድኻ ወዲ ምስ ተመርዓኻ እያ ትብላ እዚኣ ውይ ለብል ጊዜ ኢና በፅሕና ነና ውይ በሉ ውይ በል ምሳይ ኩለኻ ውይ በል ኩለኻ ምሳይ ኣታ ኡይ በለ ኩላ ከምሳይ ብምንታይ ጀሚራቶ ድያ ትሪእዎ ኣለኹም ወደ ብምንታይ ጀሚራቶ ከም ለለ ድኻ ወዲ ከምዚ ኢሉ ጀመር ሓደ ግስቲ ሓደ ግስቲ እንታይ በሊዕ ኢሉ ብከምዚ ክጅምር ድኻ ወዲ ልዓል ከውዲ ተዓፂፉ ለሎ እንታይ ካሊእ ከውዲ ልዕፅፍ ነገር እንታይ ክጉልበት እኒኦ እንታይ ከኢነርጂ እኒኦ ከምዚ ክገብር ብከምዚ ይጅምር ድኻ ወዲ ኣነስ ብከምዚ ይጅምር

ዝኾነ ፕሮግራም ይመስለኒ እዚ ፕሮግራም እዚ ኤንዌይስ እንታይ ክብል መደለኹ ሲ ኣረ ነው ማለት እዚ ናይ ዓድና ኩነታት ፅቡቅ ዶ ይኮን ኦፍ ኮርስ ብደንቢ ገይረ ይፈልጥ ዳኣ ኮንኩ ግን እንታይ ክብል ምደለኩ ነይረ ኣነሲ ሱሉሚን ይኩኖ ኣምላክ ባይ ዘ ወይ ካብ ብጣዕሚ ካብ ደድቆም ናይ ትግራይ ኣርቲስታት ወይ ናይ ትግራይ ደረፍቲ ሓደ እዩ ብጣዕሚ ካብ ደድንቆም ማለት እዩ እና ኣብ ግጥሙ ኣብዛ ብርለ ቁፅሪ ክልተ ትብል እንታይ ይብል እሲ ካብቲ ሜስ ድዩ ካብ ወንበሩ ከፍ ምስ በሉ ኩላቶም ዝሰኽሩ ይብል ኣብታ ብርለ ቁፅሪ ክልተ ትብል ለላቶ ደርፊ እታ ወንበር እዚኣ ዶ ትኾን ማለት እዚ ወንበር እዚስ እዚ ትርእይዎ ኣለኹም ኣብ ልዕሊ ክራውን ለሎ ምናምን ምናምን ዝቐይሕ ወንበር እዚ ገለ ኣብ መርዓ ንፈልጦ ንሕና መርዓቲ መርዓዊ ትመርዕው ተለዉ ለምፅዎ ወንበር ብስሩ እዚ ወንበር እዚስ ልምንታይ እዮም ከምዚ ዓይነት ወንበር ከፍ ክብሉ ልመርፁ ብስርለስ ግራ እያ ኣነ ትፈልጡ ዲኹም ደቂ ዓበይቲ ብጣዕሚ የጨንቐኒ ሓቂ እየ ማርያም ኣብ ንሰልጠነ ዓለም ከምዚ ዓይነት ወንበር ከፍ ክብሉ ንዓዲ መራሕቲ ርእየ ይፍልጥ ነገስታት ተለይ ኮይኖም ውጭ ንነገስታት ኢና እዚኣቶም ነገስታት ኮይኖም ወይ እንደገና የፍሉጥና ንሕና ንጉሳት ኢና እና ትግራይ ንጉሳት ኢና ይበሉና እሞ ሃማ ዓይነት ወንበር ብልኸድዎ ይዘጋጀየሎም ኣብቲ ኣብዚ ወንበር እዚ ትዘጋጀ ተሎ ናያቶም ኢድ እኒኦዎ ደይውን ካሊእ ወግዕ ግን እዚ ወንበር እዚ ልክዛጋጅ ልመርፅዎ ሰብ ከመን እዩ እዩ ናብዓሎም ሰብ መሪፆም እዮም እቲ ናብዓሎም ልመርፅዎ ሰብ እንደገና ኣብ ምንታይ ዓይነት ወንበር ክፍ ማል ካም ልምቸዮም ፈሊጡ እዩ እዚ ወንበር እዚ ልቕርበሎም ኣሎ እዛ ፕሮሞሽን ሰርቪስ ልሰርሑ ሰባት ግዛዕምዛዕ ዲቴል ስለ ለይፈልጦ ኣብኡ ኣትየ ሽዑ ኢለ ሕምዝቕ ከብል ይደሊ ኢቨን እዚ ልናገረ ኣለኹ ለ ሕምዝቕ ዝቐብል ለኹ ክኾን ይኽእል እዩ ግን ኣነ ታልተሰምዐተኒ ክናገር ኢለ ማለት እዩ ብሱር እዚ ወንበር እዚ ስታይ እዩ በቃ ንእሽተን ወንበር ምቾት ለለ ወንበር ኣብ ምቾት ከፍ ይትበላ ይበሃል እዩ ሰብ ዳሕና እዚኦም መራሕቲ እዮም ብዙሕ ራካት ተጓዒዝ መፅኦም ዝኾነ ፕሮግራም ከኽሩ እዮም መፅኦም እኒው ምቾት ልህብ ወንበር ከፍ ትበሉ ምንም ዓይነት ቅሬታ ይብል ተላዒሎም መደረ ክገብሩ እዮም ምናምንና ልምቹ ወንበር ከፍ ትበሉ ምንም ዓይነት ችግር ይብሉ ግን እዚ ወንበር እዚ ንሕና ኣብ መርዓት ይመርዓዊ ኢና ንፈልጦ እዚ ወንበር እዚ ወይ እንደገና ነገስታት እዮም ከፍ ልብልዎ እዚ ወንበር ኣብ ልሰልጠነ ዘመን ኣብ ልማዕበለ ዓድታት እንደገና ርኢኑ ናዮም ዘይንፈልጥ ዓይነት ተገቢ ኢለ ኣይሓስብን ብሱር እንደገና ስለ ወንበር ኣልዒልካ ዲካ ከምዚ ዓይነት ወግዒ ተዋግዕ ኣለካ ለይስ ንንካ ሕፍረት ይስምዐካ እዩ ካሊእ ነገር እናሃለየ እዚ ትብልኒ ትኮኑ ኢኩም ሓቅኩም እወ ካሊእ ነገር መሊኡ እኒኦ ስለ ወንበር ለልዕሉ ከዓነ ሱ ኢለ ካብ ግንክዋታ ቪድዮና ተቐሪባ ካብ ፅንሕት ስለ ዝቐረብኩማ እየ ስለዛ ወንበር ለዋግዕ ኣለኩና እቲ ሜንታሊቲስ ብኡ እዩ ክረእ ክብለኩም ደልየ ንሓደ ሰብ ሜንታሊቲ ካብ ልገብሮ ካብ ልናገሮ ብዙሕ ግዜ ካብ ልዘውትሮ ነገር ኢኻ ትርና እዞም ሰባት እዚኣቶም እዞም መራሕትና ንብሎም ንሕና ናይ ትግራይ መራሕቲ ልበሃሉ እንደገና ኣዘውቲረ ብልረኣኹም ብዙሕ ግዜ ብልረኣኹም ኣኸምዚ ዓይነት ወንበር ከፍ ማል እዮም ዝመርፁ እና ተትሕሰበሉ ፕሮሞሽን ሰርቪስ ትሰርሑ ሰባት እንደገና ግዴታ ዲኹም ከምዚ ዓይነት ወንበር ግበሩ ተባሂልኩም ትእዘዙስ ወይ እንደገናስ በዓልኩም ኢኹም ትመርፅዎ እሳቱም ሃም ኢኹም ትሓስቡ እዚ ወንበር እዚ ክትቕረቡ ትብሉ ነገስትታትና ይመፁ ኣለዉ እሞ ለኣቶም ልምጥን ወንበር ሒዝና ከነፀንሕ ኢልኩም ዲኹም እዚ ወንበር እዚ ለኣቶም ስለ ልምጥን ሒዝኩም ፅርሑ ኣለኹምስ ወይ እንደገና ብትእዛዝ ሃም ዓይነት ወንበር ቀሩ እናተባሃልኹም ኢኹም እቲ ወንበር እዚ ትቐርቡ ኣለኹም እና ብዙሕ ስለዚ ንዓዲ ፖለቲካ ምናምን ብዙሕ ትለይ ተውግዕ ደስ መለኒ ግን ሱቅ ኢለ ንእሽተን ኣብ ልረኣናዮ ግን ሃምዛ ኣስተያየት ናሃብና ምሕላፍ ኣይጎድእ ኩላትኩም እንደገና ተጋጌ ተኮይነ ኣብ ኮሜንት ተጋጊካ ፍጹም ልበሃል ሰብ የለ ኩሉ ሰብ ትናገር ተሎ ሎማዓንቲ ክጋገ ይኽእል ናጋ እንደገና ትኽክል ክኾን ይኽእል እንዳ ኩሉ ግዜ ማንም ሰብ ትኽክል ይኾነ ጌጋታት ባህርያዊ እዩ ተተጋጊ ኣርሙኒ ኣብ ኮሜንት ጸሓፉለይ እዚ እዚ ተጋጊኻ ኢኻ እዚ ወንበር እዚ ብሃምዚ ምኽንያት ወይ ብሃምዚ መልክዒ ልግበር ኢልኩም ትፈልጡ ሰባት ተሃሊኹም ምናልባሽ ኣብ ኮሜንት ተቕምጥለ ኢኹም ኣነ ግን እዚ ወንበር እዚ ትርኢ ተለኹ ስቑ ኢለ ናቶም ሰባት እንታይ ይሓሱ ሜንታሊቲኦም እንታይ ይመስል ልረአ እዩ ልመስለንና እዚኣ ክናገር ደልየ እባህርና ኣሎ ቀያሕ ነርሕ እዚ ኩነታት ግናይ ስደት ሕማ እንዲ ግናይ ተሓልፊ ትግራይ ትስብ ዓወትናን ከዓ ናይ ግድን ኩነታቱ ትግራይ ስለ ዝኾነ እምበር እዚ ደኣ ፅቡቅ እንዲ ምንም ኣይብልን ግናይ ኩሉ ክሓልፍ እዚ ሓልፍ የለ
ከዚ ለቀያሕ ፅብቅቲ ኢኽኒ ከዛ ጓለይ ደስ ትብሊ ሽኮር ኢና ደስ ትብሉ ቆንጆ ቆልዓ ስለ ወንበር ኢና ናዋግዕና ፀኒሕና ኣጋጣሚ ኮይነና ድሕሪያ ልመፀት ቪድዮ እንደገና እዛ ቪድዮ እዚኣ ኮይና ኣብ ዓደይ ናሃለኩ ጽብቅቲ እየ ነይረ ከዚ ግን ስደት ሕሱም ኮይኑ ኣብ ስደት ኮይነ እየ ሃምዚ ተባላሽየ ኔርኩ ትብላ ካብዛ ቆልዓ እዚኣ ልሰማዕክዎ ሓደ ልብ ኢለ ልሰማዕክዎ ነገር እንታይ ድዩስ መጨረሻስ ትግራይ ትስዕር ኢላ ንስካትኩም ስለ ወንበር ስለ ሀዚ ስለ ወንበር ግዛዕ ምዛዕ ክነዋግዕ ጸኒሕና ወንበር ሃምዚ ትለይ ትኮን ወንበር ሃምዚ ትትኮነልኩም ካሊእ ልሐሸ ማለት ዝወንበር ሱስታ ኢና ነገስታት ኮይኑ ግዛዕ ምዛዕ ክብል ጸኒሐ ኣነ ልባዕለይ ብስሩ ወንበርለስ ታይ ክገብሩ ኣለኹም ጎተተይ እዞም ሰባት እዚኦም ይደረይዎም ኣበይ እኒኦ ማለት ክንመልሶም ኢና ከዚ ክንመልሶም ኢና ናጋ ክንመልሶም ኢና ናታ ኣበይ እኒኦ ጠይቁሞ ትፈልጡ ዶ ወንበር ካብ ምምራፅ ወፃኢ ኣብ ምንታይ ይበፅሖም እንታይ ይገብሩ ኣለዉ ኢልኩም ሓሲኹም ትፈልጡ ህዝቢ ኣበበይ ተበቲኑ እኒኦ ኣበበይ እኒኦ እንታይ ይበልዕ እንታይ ይሰቲ እንታይ ይገብር ኣሎ ሓሲኹም ትፈልጡ ዶ እንታይ ኮይኑ ኢና ዓድና ነገር ሃምዚ ምርግጋዕ ዓብዩ ምክንያቱ ከታይ እዩ ኢልኩም ከ ሓሲብኩም ትፈልጡ ዶ? ወይ እቲ ህዝቢ ሰሪሑ ብሰላም ይንበር ወይ ልቢ ኣውዲቁ ይሓርሰ ወይ ሓሪሱ ከብዱ የመልእ ኣብ ስደት ወጺኡ ሰላም ይብል ኩሉ ግዜ መከራ ኩሉ ግዜ ጭንቂ ንሰምዖ ነገር ደስ ኣይብል ንሰምዖ ነገር ጦርነት መከራ እዞም ሰባት እዚኣቶም ዶ ሪኩም ከ ኢኩም ሓምዚ ዓይነት ወንበር ክተማረጹ ልባዕልኩም ሕልምልም ክትብሉ ክትስሕቁ ክትግየጹ እዚኦም እንዳ ሓብርዎም ልዚኦም ኢዳ ሓብርዎም ኢካልእይ ነገር ይጽንሕልኩም ልጊዜኡ ለጊዜኡ ኢዳ ይጽንሕልኩም እርሲ በርስኩም ልጊዜኩም ይጽንሕልኩም እሞ እዞም ሰባት እዚኣቶም ኣበይ በጺሖም ኢልኩም ድሓብርዎ ታይ ይገብሩ እዞም ሰባት እዚኦም ኢልኩም ድጠይቁ ኣምንታይ እኒኦኹም ኢልኩም ድጠይቅዎም ኢኹ ክንደይ ሓሰረ መከራ ልርኢ ህዝቢ ኮይኒ ኢና ህዝቢ ትግራይ እዚኣ እኮ ናያቶም ውላድ እኮ እያ ሓንቲ ናያቶም ኤግዛምፕል እኮ እያ መጀመርያ ህዝብኹም ሰብስቡ ክብሪ ልኽልይኩም እዞም ሰባት እዚኣቶም ረይዎም ኣምንታይ እኒኦ ኢልኩም ጠይቁ ካሊእ ነገር ይቅረኹም ንግዜኡ ካሊእ ነገር ክፅንሐልኩም ድዩ እዚ ክርክር መከራ ጭንቂ ኩሉ ግዜ ኣይትስእኑ ወይ ስኢንኩም መለ ትፈልጡ ነቲ ህዝቢ እዚ ካብ ጭንቂ ካብ መከራ ካሊእ ነገራት ኣምፂኹም ልለ ትፈልጡ ውላዱ ጥሪቱ ሃፍቱ ልሃበ ህዝቢ ኮ እዩ ፍቓዱ በረኻ ተበቲኑ ንስኻትኩም ፍንጫዕ ክትብለኹም ፍቓዱ ሜቢ ኔክስት ታይም ብዛዕባ እዚ ነገራት እዚ ድፍር ኢለ ምንጋር ክሙክር እዩ መጀመርያ ትኽክል ኮንኩ ኢለ ኣቋሚ ክሕዝ ሎዓለይ ክመስል

ሼር ሳብስክራይብ ምግባር እንደገና እቲ ዋና ነገር እዩ። ሼር ሳብስክራይብ ግበሩልና ኢኹም ህይወትኩም ካብዚ ከዚ ለለኹሞ ዝፀበቐ ልሐሸ ልማዕረገ ይኹነልኹም። ብኻሊእ ቪድዮ ክንምለስ ኢና።
ማርክ ኤችዲ